ሰላምኩም ይብዛሕ ተኸታተልቲ መደባት ኤሪ መኽሰብ ከመይ ኣለኹም ከምቲ ልሙድ ንዓኹም እዩ በቂዒ ዝበልናዮ ሓደሽቲ ዛዕባታት ሒዝና ደበኽ ኢልና ኣለና ናብ ምሉእ ትሕዝትኡ የብለኩም ሰናይ ምክትታል።
ኤሪ መኽሰብ ኢንተርተይመንት።
ቀደስ መብራህቱ ስም ኣባሓጎም ተስፎም ዓዲ ክንከ ኤርትራ ዝተወለድክን ኣሉ ዳ
መለሳ ብሉን ዓዲ ዕምሩ በል ይበል
ብሰንኪ ጥዕናዊ ጸገማት ካብ ስነጥበብ ንነዊሕ ዓመታት ተፈልያ ዝጸንሐት ኣዴና ገዲም ተጋዳሊትን ስነጥበባዊትን ነጭ ፍስሓጼን ሎሚ ምሉእ ጥዕና ረኺባ ኣንጻር ጸላእቲ ፍቕርን ሰላምን ኤርትራ ዝኾኑ ብርጌድ ንሓመዱ ትቃለስ ኣላ። ስነጥበብ ዓለምን እቲ ኣብኣ ዝነብር ህይወት ብሓፈሻን ሰባት ድማ ብፍላይ እንታይ ከም እንመስልን ብኸመይ ከም እንነብርን ብስራሕ ስነጥበብ ደጊምካ ምቕራብ ኮይኑ ካብቲ ብግብሪ እትፈልጦ ንላዕሊ ኣብ ዓውዲ ምርኣይ እዩ። እዚ ድማ ብዝተፈላለየ ዓውደ ስነጥበብ ክንጸባረቕ ይከኣል። ንኣብነት መጽሓፍ ብምንባብ ገለ ትመሃር፣ ብመልክዕ ድራማ፣ ፊልም ብምርኣይ ከምኡ'ውን ዝተፈላለየ ትምህርቲ ትቐስም። እዚ ካብ ኮነ እምበኣር እቲ ሓቂ ስነጥበብ መምህር እዩ ክንብለ ንኽእል። ስነጥበብ ምስ ብዙሓት ዓይነት ሰባት፣ ለባማት፣ ዓያሹ ሕማቓት ንፉዓት እንታይ ከም ዝመስሉ ዝያዳ ትፈልጥን ምስልታት ዓለም ድማ ትርዳእን። ኣብ ኩሉ ናይ መድረኽ ድራማታትን ፊልምታትን ከመዲ ኮይና እያ ትዋሳእ። እቲ ትላበሶ ልዕሊ ዕድሚኣ ዝኾነ ገጸ ባህሪ ድማ ብልክዕ ናይ ምንጽብራቕ ተውህቦ ኣለዋ። ኣብዚ ዓውዲ እዚ ናይ ነዊሕ ዓመታት ተመኩሮን ፍቕርን ዘለዋ ኮይና ክሳብ ዘለኹ ክቕጽሎ እየ ብምባል ድማ ትገልጽ። ሓንቲ ካብ ህቡባት ተዋሳእቲ ሃገርና ዝኾነት ተጋዳሊት ስነጥበበኛ ነጭ ፍስሓጽየን፣ እታ ኣደ፣ ንሓደ ስራሕ ወይ ድማ ውሽጣዊ ድፍኢትን ድርኺትን ዝሓትት ሞያ ንኸትዕወተሉ ዘኽእል ቀንዲ ምስጢር ፍቕሪ ጥራይ እዩ። ነጭ ድማ ነዚ ሞያ እዚኣ ብዘይ መጠን ተፍቅሮም። ምኽንያቱ ሓደ ተዋሳኣይ ዝሓልፎም ስቅያት ቀለልቲ ኣይኮኑን። ነጭ ድማ ብወገና ነዊሕ ሰዓታት ኣብ ልምምድን ጻዕርን ተተኺላ ድቃስ ተሓሪማ ዝተዋህባ ገጸ ባህሪ ክትላበስ ሰፊሕ ዕዮ ክትሃንጽ እንከላ ኣብቲ ሞያ ዘለዋ ፍቕሪ'ዩ ዝበርሃልካ። ነጪ ክትሰርሕ ክትብገስ እንከላ ድሌታ ዘንቀሎ ተበግሶ እምበር ካልእ ዝሓዘቶ ነገር ኣይነበራን። ድሌት ኩሉ ግዜ ናብ ተበግሶ'ዩ ዝመርሕ። ተበግሶ ድማ ክገብር'የ ናይ ምባል ድርኺት የፈልፍል። ንኽትገብር ድማ ራኢታትካ ኣብ ቅድሚኻ ተቐምጥ። ንራኢታትካ ከተርክቦም ድማ ብዝከኣለካ ትጽዕር። ምስ እትጽዕር ድማ ዓወት ክትግዘም ምዃንካ ፍሉጥ ይኸውን። ምስጢር ዓወት ነጭ እምበኣር እዚ እዩ ነይሩ። ነጭ ኣብ መወዳእታ ሰማንያታት እያ ንሜዳ ተሰሊፋ። ክሳብ ዕለተ ናጽነት ድማ ኣብ ዝተፈላለየ ጉጅለ ባህልታት ብምንጣፍ ኣብዚ ዓውዲ እዚ ዓቢ ኣበርክቶ ገይራ። ኣብ ሽሕን ትሽዓተ ሚእትን ተስዓን ሓደን ናብ ባህላዊ ጉዳያት ተሳሒባ ድማ ከም ተዋሳኢት ኮይና ኣብ ስነ-ጥበብ ምንጣፍ ቀጺላቶ። ንነጭ እቲ ቀንዲ ንሜዳ ክትስለፍ ዝደረኻ ነገራት ኣብ ከባቢ ሰብዓታት፣ ኣብ ዓዳን ክላ ኤያት ዕምበባ ባህላዊ ምርኢታት ክገብሩ ከለዉ ትዕዘብ ነይራ። ካብኡ ዝጀመረ ቅዱስ ቅንኢ ድማ ናይ ዓበይቲ ኣሕዋታን ኣዝማዳን ምስላፍ ናብ ገድሊ ተደሚርዎ ንሜዳ ወጸት። ነጭ ንስነጥበብ ኣብቲ ዝተወዘዓትሉ ግንባራት'ያ ተላልያቶ። ኣብቲ ኣሃዱኣ ሰሙናዊ ረቡዕ ዕረፍቲ ብምንባሩ ስዋ ኣዳልዮም'ዮም ዝዛናግዑ ነይሮም። ነጭ ድማ በዚ ቢላ ናይ ምውሳእ ዕድላት ክትረክብ ከኣለት። በዚ ዝጀመረ ድማ ቀጻሊ ልምምድ ተሓዊስዎ ጉዕዞ መድረኽ ምውሳእ ፈለመቶ። ድሕሪ ናጽነት ብልዑል ተቐባልነት ምስ ህዝቢ ዘፋለጠታ፣ እታ ብስዉእ ኢሳያስ ጸጋይን ወዲ ፈራዳይን እተደርሰት ኣደ እትብል ፊልም'ያ። እታ ድራማ ክሳብ ሕጂ ኣብ ልቡ ኩሉ ኤርትራዊ ዘይሃስስ ዝኽሪ ዘለዋ'ያ። ነጪ ኣብ ሜዳ ዝደረፈተን ሃገራውያን ደርፍታት ውን ኣለዋ። ነጪ ኣብ ሜዳ ብፍላይ ምስ ዝተፈላለየ ጉጅለ ባህልታት ብርክት ዝበሉ ስራሓት'ያ ኣበርኪታ። ካብ ኩለን እታ ትፈትዋ ናይ ሜዳ ስራሓታ ድማ ብወዲ ፈራዳይ እተደርሰት ከም ሰብ ክቡር ኮይነ እትብል ኮይና ኣብ ብዙሕ ቦታታት እናኸዱ ናብ ህዝቢ ዘቕርብዋ ድራማ እያ ነይራ። ነጪ ድሕሪ ናጽነት ኣብ ሽሕን ትሽዓተ ሚእትን ቴስዓን ክልተን ናብ ዓበይቲ ባህሊ ማለት ናብዚ ሕጂ ባህላዊ ጉዳያት ኮይኑ ዘሎ ናብኡ እያ ተሳሒባ። ካብቲ እዋን እቲ ትሒዛ ከኣ ኣብ ከም በዓል ሚለኑ፣ ተኸታታሊት ፊልም ትማሊ፣ ኳናን ካልእ ዝኣመሰለ ፊልምታትን ሰሪሓ። ኣብ ናይ ሬድዮ ድራማታት እውን ብተመሳሳሊ ኣብ ናይ ድርሰት ደበሳይ ወልዱ ተዋሲኣ ነይራ። ነጭ ኣብ ግዜ ቃልሲ ዝተፈላለየ በዓላት ንምምዕራግ ኣብ ዝተፈላለያ ሃገራት ዑደት ገይራ። ኣብ ሓያሎ ከተማታት ኣሜሪካ፣ ካናዳ፣ ኤውሮጳ፣ ሃገራት ስካንዲኔቭያን ሆላንድን፣ ስዊዘርላንድ፣ ኢንግላንድ፣ ኢጣልያ፣ ጀርመን፣ ግሪኽ፣ ሱዳንን በጺሓ እያ። ኣብ ሊባኖን በጺሓ ዝተፈላለዩ ምርኢታት ምስ ብጾታ ስነ-ጥበባውያን ብምዃን ከተርኢ በቒዓ እያ። ኣብዚ እዋን'ዚ ኣብ ጀርመን እትርከብ ስነ-ጥበባዊት ነጭ ኣንጻር እቶም ፈስቲቫል ክዘርጉ በትርን ኣእማንን ሒዞም ኮለል ዝብሉ ክትምክት ደኺመ ከይበለት እያ ትቃለስ ዘላ እሞ ንሕና እውን ብወገንና ሞራል ክንህባ ግዴታና እዩ ምኽንያቱ ጊላነትን መግዛእትን ዛንታ ቀደም ኣይኮነን ብሜላ ሓድሽ መግዛእቲ ሕጂ እውን ህያው እዩ ኣብ ኩነተ እእምሮ ግዝኣት ዘስረጾ በሃምነት ድማ ዝኸፈኣ ያእ ጻዕዳስ ጻዕዳ ልቡ ሓላዪ ርህሩህን ካልእ ዓሌት ድማ ርጉምን ጨካንን ካሓስብ ዘይክእልን ጻዕዳ ተመን እንተ ነኺሱ ደላሊኻ ኣይርከብን እዩ ፈውሱ ኢሎም ብኣጋ ዝነቕሑ በላሕቲ ገዲፍካ፣ እዚ የዋህነት እዚ ክሳብ ዝቐረባ እዋን እውን ኣብ ውነ ግዙኣት ህዝብታት ሰሪቱ ዝጸንሐ እዩ። ሎሚ ሎሚ ግዳ ገለ ምስዚ ሃሜንነት እዚ ዝገርዘሙ ገዲፍካ፣ ህዝቢ ዓለም ብሓፈሻ ብሕልፊ ድማ መንእሰያት ኣምሰሉነት ገባቶ ይነቕሕሉ ኣለዉ። ክቡር ማዕድናትን ካልእ ባህርያዊ ጸጋታትን ህዝብታት ኣስሓኮ ብዘይብሉ ግባት እንዳዘመትካ፣ ሓላይን ቦቕባቕን ብድኽነት ህዝቢ ተጨናቕን ክትመስል ዘይመንግስታውያን ማሕበራት ኣዋፊርካ ርካሽ መግቢ ረድኤት ምዕዳል፣ ብዘይ ጠስምኻ ጸረር ክትብል፣ ህዝብታት ብዘይዓርፍ ግጭታት እናናቖትካ፣ ብስዉር ኢድ ህልቂትን ዕንወትን እናሳወርካ፣ ብግዳያት ምቑዛምን ተሰልቢጥካ ንግዳያት ሰብኣዊ መሰል ምኽሳስን፣ ሰብ ርስትን ወነንቲ ብዙሕ ጸጋን ብስእነትን ሕሰምን መረበቶም ጠንጢኖም ግዳይ ፍልሰትን ምብትታንን ከም ዝኾኑ ጌርካ፣ ዘመናዊ ጊላነት እናሳሰኻ፣ ተቓዋሚ ጊላነት ተሓላቒ ስደተኛ ምምሳል፣ ሕሱር ጉልበት ንምምዝማዝ ስደት እናተባባዕካ ብዋሕዚ ስደተኛታት ከም እተጨነቕካ መሲልካ ምልጋጽ፣ ብፍላጥ መበቆላዊ እምነት፣ ባህልን ክብርታትን ሕብረተሰብ ንምዕናው መሳርሒ ፖለቲካ ሰይጣናዊ እምነት እናጫጫሕካን ስነ ምግባር ዘዕኑ ጽዩፍ ተግባር እናስገደድካን ተጣባቒ ናይ እምነት ናጽነት ኰንካ ምቕራብ ዝርዝራት ናይቲ ሙስሊነት ብዙሕ'ዩ። የግዳስ ንቕሓት ህዝብታት እናበረኸ፣ ሜላ ጻድቕ ተመሲልካ ድራሮም ወደኣሎም ዕርቃን እናወጸ ኣብ ዝኸደሉ ዘሎ ናይ ምስግጋር እዋን ኢና ንርከብ። ኣብ ሃገራት ምብራቕ ኣፍሪቃ፣ ቡርኪናፋሶ፣ ማሊ፣ ጊኒ፣ ኒጀርን ጋቦንን ወዘተ ተጎሃሂሩ ዘሎ ተቓውሞ ኣህዛብ መርኣያ ምብራኽ ንቕሓት ህዝብታት፣ ኣውራ ድማ ንቕሓት መንእሰያት ኣፍሪቃ እዩ። እዚ ንቕሓት'ዚ ናብ ኩሉ ክልሕም ባህርያዊ እዩ። የግዳስ ብሓደ ረፍዲ ኣይኮነን። ዓለም እናነቕሐት ምስሉይነት ጊላነት ግበታን ይኣክል ኣብ ትብለሉ ዘላ እዋን፣ ተንኮል ዘይዓግብ ሸውሃት ገና ዘይነቕሑሉ መጋበርያ ዝኾኑ የዋሃት ኣይተሳእኑን። ከም ዝፍለጥ ሃገራዊ በዓላትን ምትእኽኻብን ኤርትራውያን ብድምቀቱን ጭውነቱን እምበረ መጠን መሳጢ እዩ። ኣብዚ ከምዚ ምትእኽኻብ እዚ ወሪቑ ዝኹላዕ ሃገራዊ ስኒትን ፍቕርን ጭውነትን ዲስፕሊንን ኤርትራውያን ከኣ ኩሉ ደላይ ጽቡቕ ብቁዱስ ቅንኢ ዝጥምቶ እዩ። ነዚ ምስኩር ወረጃነት እዚ ክድወን ዝሃቀነ ዕብዳን ሎብዘመን ደኣ በየን ነጠበ? መን ሃንደሶ? ገዚፍን ተመራማርን ሓንጎል ዘድልዮ ኣይኮነን። ሒደት ሕቶታት። ኤርትራውያን ኣብ ዝእከብሉ ልክዕ ሰዓትን ቦታን ጉልባብ ዝኾኑ ቁንጣሮ ዑሱባት ደቂ ሃገር ኣሰኒኻ ዘይ ኤርትራውያን ተቓውሞ ክገብሩ ፍቓድ ምሃብ ቁንቁኝኡ እንታይ እዩ ክኸውን? ከስዕቦ ዝኽእል ጸገም እናተፈልጠን ብግብሪ እናተደጋገመን ስርዓት ክሕዝ ዘይተደልየሉ ምኽንያት ንምንታይ ዕላማ እዩ? ኣብቲ ምድሪ ሰለጢን ዝበሃል ያኢ ፖሊስ ኣባትርን ስሕለትን ዝሓዙ ናዕበኛታት ኣብ ቅድሚኡ ተሰሊፎም እናረኣየ ሪኡ ከም ዘይረኣየ ዕሽሽ ክብሎም ዝተኣዘዘ ንምንታይ? ናዕበኛታት ባዕልኻ መሪሕካ ብምምጻእ ካብ ክንድዚ ሜትሮ ከይትሓልፉ ኢልካ በዓል ከኽብሩ ምስ ዝመጹ ሃገራውያን ፊት ንፊት ምፍጣጥ ብኸመይ ይምኽነ? ዓበይቲ ሜድያታት ከይተረፈ ነዚ ኣዴታትን ቆልዑን ኣረገውትን ዒላማ ዝገበረ ናይ ደናጉላ ኣባትርን ሽበራዊ መጥቃዕቲ'ዚ ብትሪ ኣብ ክንዲ ምኹናን፣ ቅቡልን ሰላማውን ተቓውሞ ኣምሲለን ክኾሓሕልኦ ዝተኣዘዛ ንምንታይ ዕላማ እዩ? ክለዓል ዝኽእል ሕቶታት ማእለያ የብሉን። ንለባም ኣምተሉ ከም ዝበሃል ግና ተንኮልን ምስሉይነትን ሃንደስቲ ዕግርግር ንዝርዳእ ንቑሕ ኣእምሮ መልሱ ርእሰ ግሉጽ እዩ። እምበኣርከስ ዝኸበርኩም ተኸታተልትና ንሎሚ ዝበልናዮ ትሕዝቶ እዚ ዝሰማዕኩሞ እዩ ነይሩ። በዚ ነቕርበልኩም ዘለና መደባት ዓጊብኩም ክትኮኑ ተስፋና ሙሉእ እዩ። ኣብ ቀጻሊ ብሓድሽን ካልእን ትሕዝቶ ክሳብ ንምለሰኩም በቶም ካልኦት መደባትና ክትዘናግዑ ሰናይ ምንየትና እዩ። ክቡራት ተኸታተልትና ከም ወትሩ ሱታፌኹም ድማ ኣብ መደባትና ዕዙዝ ስለ ዝኾነ ርኢቶ፣ መእረምታን ነቐፌታን ኣብ ምሃብ ኣይትሕመቑ። ከምኡ ውን ብወገንና ክቐርብ ኣለዎ ትብልዎ መደባት ጀባእ ክንብለኩም ወትሩ ቅሩባት ኢና እሞ ከይተሰከፍኩም ሓብሩና። ኩሉ እቲ ዝቕጽል መደባትና ኣብ ሰሰዓቱ መታን ክበጽሓኩም ድማ ሳብስክራይብ ብምግባር ነታ ናይ ደወል ምልክት ምብጽቃጥን ሸር ብምባልን እጃምኩም እዩሞ ኣይትረስዑ እናበልና ብምክትታልኩም ኣዚና ኢና ነመስግን ኣብ ቀጻሊ ብኻልእን ብዝተፈልዩን መሃርን ኣዘናጋዕን ትሕዝቶታት ክሳብ ንራኸብ ሰላም ጥዕና ራህዋ ንኹልና ሰሰናዩ።
ኤሪ መኽሰብ ኢንተርተይመንት።